ሰላም ዝኸበርኩምን ዝኸበርክንን ተኻታተልትና ናብ መደብና እንቋዕ ብደሓን መጻኹም ኣስዒብና ንሎሚ ዕለት ዓሰርተ ሓደ ሚያዝያ ክልተ ሽሕን ዕስራን ሽዱሽተን ዝተዳለወ ሰሙናዊ ዜና ነቕርበልኩም ኣርእስተ ዜና ቀዳማይ፣ ስምምዕ ምቁራጽ ተኹሲ ኣብ መንጎ ሕቡራት ሃገራት ኣሜሪካን ኢራንን። ካልኣይ፣ ኣብ መጀመርታ እዚ ሰሙን እዚ ብኢራናውያን ዝተሃርመት ናይ ሕቡራት ሃገራት ኣሜሪካ ናይ ኲናት ነፋሪትን ምድሓን እቶም ክልተ ፓይሎታትን። ሳልሳይ፣ ንጠፈር ናብ ከባቢ ወርሒ ዝበረሩ ኣስትሮናውት ተልእኾኦም ብጽቡቕ ድሕሪ ምጥንቓቕ፣ ትማሊ ዓርቢ ዕለት ዓሰርተ ሚያዝያ ክልተ ሽሕን ዕስራን ሽዱሽተን ብሰላም ኣብ ሰላማዊ ውቅያኖስ ማለት ፓሲፊክ ኦሸን ዓሊቦም። እቲ ብፕረዚደንት ሕቡራት ሃገራት ኣሜሪካ ተዋሂቡ ዝነበረ ናይ መወዳእታ ስምዕታ ኣብ ልዕሊ ኢራን ማለት ኡልቲማቱም ዝተገደበ ግዜ ንኽውዳእ ክልተ ሰዓት ክተርፎ እንከሎ ኢራንን ሕቡራት ሃገራት ኣሜሪካን ብሽምግልና ናይ ፓኪስታን ንኽልተ ሰሙን ተኹሲ ጠጠው ንኸብላ ተሰማሚዐን። ዋላኳ እቲ ዘተ ጌና ዘይተጀመረ እንተኾነ፣ እዚ የዕናዊ ኹናት እዚ ኣብዚ እዋን ጠጠው ንኽብል ዘተ ምጅማሩ ብጣዕሚ ፅቡቕ ዝስማዕ እዩ። ገለ ኻብቲ ናይቲ ዘተ ቐንዲ መዛረቢ ክኾና ዝኽእላ ኽልተ ነጥብታት፣ ሓንቲ እታ ነዚ ኹናት መለዓሊት ዝኾነት ምኽንያት ናይ ኣቶማዊ መደብ ናይ ኢራን ክትክውን እንከላ፣ እታ ኻልኣይቲ ብዛዕባ ምሕደራ ናይ መፃብባ ሆርሙዝ እያ። እዛ ካልኣይቲ ነጥቢ ንመጻብቦ ሆርሞስ ንዝምልከት ከም ቅድመ ኩነት ብምውሳድ ኣብዘን ክልተ ሰሙን መጻብቦ ሆርሞስ ተኸፊቱ ንምትሕልላፍ መረክብ ከገልግል ከምዝኾነ ተገሊጹ ኣሎ እንተኾነ ገና ብደንቢ ኣብ ግብሪ ኣይወዓለን ኣብዚ እዋን ዳርጋ ክልተ ሽሕ ዝኾና ናይ ዝተፈላለያ ሃገራት መረክብ ኣብቲ ወሽመጥ ተዓጽየን ይርከባ። ነዚ ተመዲቡ ዘሎ ናይ ተኹሲ ስምምዕ ከሰናኽሉ ዝኽእሉ ብዙሓት ረቋሒታት ኣለዉ። ገለ ካብኡ ናይ እስራኤልን ሂዝቦላህን ኲናት እዩ። ንኣብነት ኢራናውያን እዚ ተኹሲ ምቛም ስምምዕ ነቲ ኲናት ኣብ መንጎ እስራኤልን ሂዝቦላህን ዘሎ ይምልከት እዩ ክብሉ ከለዉ ኣመሪካውያን ድማ እዚ ስምምዕ እዚ ንጉዳይ እስራኤልን ሂዝቦላህን ኣየጠቓልልን እዩ ይብሉ። ብሓፈሻኡ እዚ መጸዋዕታ ጠጠው ምባል ተኹሲ ብዙሕ ዝተሓስበሉን ዝተጸንዐን ኣይመስልን። እዚ ዘተ እዚ ኣብ ቁምነገር ክውዕልን ከይውዕልን ድሕሪ እቲ ርክባት ጥራይ እዩ ክግመት ዝከኣል። ኣብ መወዳእታ ሕቡራት ሃገራት ኣመሪካ ኮነ ኢራን ነዚ ናይ ተኹሲ ጠጠው ምባል ግዜ ንዝስዕብ ኲናት መዳለውን ትንፋስ ንምርካብን ከይጥቀማሉ ብዙሕ ስክፍታታት ኣሎ። ኢራናውያን ወተሃደራት ሓንቲ ናይ ሕቡራት ሃገራት ኣመሪካ ናይ ኲናት ነፋሪት ከምዘውደቑ ይገልጹ። እዛ ነፋሪት እዚኣ ኣብ ምዕራብ ኢራን ዛግሮስ ዝበሃሉ ኣኽራናት'ያ ወዲቓ። እቶም ክልተ ኣብረርቲ በቲ መንጠሪ ቁርሲ ናይታ ነፋሪት ክድሕኑ ከለዉ፣ ሓደ ካብቶም ኣብረርቲ ሽዑ ንሽዑ ተረኺቡ። እቲ ካልኣይ ግን ኣብ መጀመርያ ብእዋኑ ስለ ዘይተረኽበ፣ ኢራናውያን ክሕዝዎ፣ ኣመሪካውያን ድማ ንኸድሕንዎ ኣብ ዝገበርዎ ውድድራዊ ምድላይ ድሕሪ ክልተ መዓልቲ ፍሉያት ወተሃደራት ሕቡራት ሃገራት ኣመሪካ ከም ዘድሓንዎ ፕረዚደንት ሕቡራት ኣመሪካ ብናይ ብዙሓን መራኸቢታት ሓቢሩ። ኣብቲ ናይቲ ካልኣይ ፓይሎት ንምድሓን ዝተወስደ ስጉምቲ፣ ክልተ ናይ ሕቡራት ሃገራት ኣመሪካ ነፈርቲ ንኽምለሳ ካብ መሬት ክትስኣ ኣይከኣላን። ኣመሪካውያን ኮነ ኢራናውያን ዘይመተስኤኤን ዝተፈላለየ ምኽንያት ሂቦም። ኢራናውያን እተን ነፈርቲ ስለ ዝተሃርማ እየን ክብሉ ከለው፣ ኣመሪካውያን ድማ ስለ ዝተሰብራ ክገድፍወን ከም ዝተገደዱ ይገልጹ። ንጠፈር ናብ ከባቢ ወርሒ ዝበረሩ ኣስትሮናውት፣ ተልእኾኦም ብጽቡቕ ድሕሪ ምጥንቓቕ፣ ትማሊ ዓርቢ ዕለት ዓሰርተ ሚያዝያ ክልተ ሽሕን ዕስራን ሽዱሽተን ብሰላም ኣብ ሰላማዊ ውቅያኖስ ማለት ፓሲፊክ ኦሸን ዓሊቦም።